ሰላም ቤተሰብ ተራኸ ቲዩብ ሎማዓንቲ ፍልይ ዝበለ ሓቀኛ ታሪኽ ልእልቲ ዲያና ብፊልም ዶክመንተሪ ሒዘልኩ መጸ ኣለኹ ከም ትፈትይዎ ዋላ ሓንቲ ጥርጥር የብለይን ሓሳብ ርእይቶኹም ን ኮመንት ምግዳፍ ንቻናልና ሓደሽቲ ኮንኩም ሳብስክራይብ እዚ ቪድዮ ድማ ላይክ ኢልኩም ምጅማር ከይትርስዑ ክሳብ መወዳእታ ሰናይ ጻንሒት ፊልምና ዝጅምር ልእልቲ ዲያና ኣብ ሆቴላ ንክትወፅእ እናተዳለየት እናርኣየና እዩ። ካብ ክፍላ ወፂኣ ምስ ተወሰኑ ሰባት ናብ ሊፍታ እናኸደት ትፀንሕ እሞ ሃንደበት ብድሕሪታ ዝኾነ ድምፂ ሰሚዓ ጠጠው ትብል። ብድሕሪታ ምንም ነገር ከምዘየለ ምስ ረኤት ግን መንገዳ ቀጺላ ምስቶም ምስኣ ነበሩ ናብ ሊፍቲ ትኣቲ። እዚ ምስሊ እዚ ዲያና ብህይወት ዝሓለፈቶ ናይ መጠረሻ መዓልቲ እዩ። ምኽንያቱ ልእልቲ ዲያና ካብዚ ሆቴል ወጺኣ ኣብ ዓሰርተ ትሽዓተ ቴስዓን ሽዱሽተን ናብ ሓደ ቦታ እናኸደት ብሓደጋ መኪና እያ ሞይታ። እቲ ምስሊ ተቐይሩ ልእልቲ ዲያና ናብታ ህይወታ ተሕልፍ መኪና ቅድሚ ምስቃላ ንዝተወሰነ ግዜ ንድሕሪት ተመሊሱ የርእየና። ኣብ ሓደ ናይ ለንደን ትምህርቲ ቤት ሓገዝ ክኾኖም ብዙሕ ቅርሺ ሂባ ናብ ታክሳ ክትከይድ እንከላ ብዙሓት ጋዜጠኛታት ፎቶ ከልዕልዋ እንትሙኩሩ ዲያና ብጣዕሚ ትርበሽ። ጋዜጠኛን ካሜራ ማንን ዝበዝሖ ህይወታ ብጣዕሚ ከም ዝጸልኦ ግልጺ እዩ። እቲ ምስ ክቕየር እንከሎ ልእልቲ ዲያና ሕልናኣ ንምርግጋዕ ዝተፈላለዩ ነገራት እናሞከረት ንሪኣ። ናብ ኦፕራ ምኻድ፣ ስፖርት ምስራሕን ፊልሚ ምርኣይን። እዚ ኩሉ ትገብር ዘላ ኣብ ዓሰርተ ትሽዓተ ትስዓይ ሓሙሽተ ምስ ሓደ ፍሉጥ ጋዜጠኛ ኢንተርቪው ስለ ዝነበራ እዩ። ኣብቲ ቃለ መሕተት እውን ዲያና እቶም ስድራ ብጣዕሚ ከም ዝርብሽዋ ኣለውን ሓዳራ ጽቡቕ ከም ዘይከይድሎን ብግልጺ ትዛረብ። ሓደ መዓልቲ ልእልቲ ዲያና ኡና እትበሃል ትፎቲ ዓርካ ኣብኣያ ሆስፒታል ስለ ዝኣተየ ንክትሪኦ እናጎየየት ትኸይድ። ኣብታ ሰዓት ንሳ እውን ንሰብኣያ ንኡና ዝከታተል ዝነበረ ዶክተር ሃስናት ናብቲ ክፍሊ ይኣቲ። ኩነታት ሰብኣያ ንኡና ክነግራ እንከሎ ዲያና ንሃስናት ብዘይ ምቁራጽ ትሪኦ። ብጣዕሚ ከም ዝፈተየቶ ግልጺ እዩ ነይሩ። ኣብቲ ዝቕጽል መዓልቲ ዲያና ንኡና ክትርኢ ናብቲ ሆስፒታል ትመጽእ እሞ ካብ ሊፍቲ ክትወርድ ክትል ንዶክተር ሃስናት ደጊማ ትሪኦ። ክልቲኦም ምውጋዕ ይጅምሩ እሞ ዲያና ሆስፒታል ምምጻእ ብጣዕሚ ከም ዝፈተየቶ ንዶክተር ሃስናት ትነግሮ። ዶክተር ሃስናት ውን ብቐልዲ ኣምሲሉ ንዚ ሆስፒታል ብደንቢ ጌረ እሞ ዘየሸራሽረ ኪብላ እሞ ዲያና ፍቓደኛ ምዃና ነጊራ ስልኳ ቁጽራ ትህቦ። ኣብቲ ዝቕጽል መዓልቲ ምስ መማኸሪኣ ፓትሪክ እናውግዐት እንከላ ኣብቲ ዝቕጽል ሰዓታት ምስ ቢቢሲ ናይ ኢንተርቪው ቆጸሮ ከም ዘለዎ ይዘክራ። ዲያና ውን ምንም ዘጨንቕ ነገር ከም ዘየለን ብሰላም ከም ትውድኦን ንፓትሪክ ተተኣማምኖ። ኣብቲ ዝቕጽል መዓልቲ ዶክተር ሃስናት ከምቲ ቃል ዝኣተዮ ንዲያና እቲ ሆስፒታል እናዘወረ ብደንቢ የርእያ። እናተንቀሳቐሱ እውን ብዛዕባ ህይወቶምን ሕሉፎምን ብሓደ ምዝርራብ ይጅምሩ። ጽኒሕ ኢሉ እውን እቶም ዶኳትር ነዊሕ ሰዓታት ክሰርሑ እንከለዉ ከዕርፉላ ዝኽእሉ ንእሽተይ ክፍሊ የርእያ። ዲያና እውን እታ ዝዓርፉላ ክፍሊ ብጣዕሚ ንእሽተይ ምዃና ኣማሪራ፣ እንድሕር ደኣ ክዓርፍ ደልዩ ንሃስናት ንገዛኣ ንኽመጽእ ትጋብዞ። ሃስናት እዚ ምስ ሰምዐ እትቕልድላ መሲልዎ ብጣዕሚ ይስሕቕ። ዲያና ግን ካብ ልባ ምዃናን ኣብ ዝደልዮ ሰዓት ክመጽእ ከም ዝኽእልን ደጊማ ንሃስናት ትነግሮ። ሓደ መዓልቲ ሃስናት ግብዣኣ ተቐቢሉ ናብ ናይ ዲያና ገዛ ይመጽእ እሞ እናሰተዩን እናተጫወቱን ብዛዕባ ሙዚቃ የውግዑ። ጸኒሓ እውን ዲያና ንኽልቲኦም ድራር ተዳሊ እሞ ዕድመ ልክዓ ሰራሕተኛታት ዝቕልባኣ ነበራ ልእልቲ ምግቢ ሰሪሓ ስለ ዘይትፈልጥ እቲ ምግቢ ጥዑም ኣይነበረን። ኣስናት ውን እንከይሓሰየ እቲ ምግቢ ጥዑም ከምዘየሎ ነጊሩ ቢርገር ንክእዝዙ ይነግራ'ሞ ቢርገር ኣዚዞም ፊልሚ ምርኣይ ይጅምሩ። ምሸቶም ተወዲኡ ኣስናት ካብቲ ገዛ ወጺኡ ክኸይድ እናተዳለየ ዲያና ምስ ናይ እንግሊዝ ልኡል ተመርዕያ ስለዝነበረት ኣብ ሽግር ክኣቲ ድየ ኢሉ ይሓታ። ዲያና ውን ኣብ ናይ ምፍታሕ ከይዲ ስለዘለው ዘጨንቕ ከምዘይብሉ ትነግሮ'ሞ ናብ መኪንኡ ተሰቒሉ ንገዝኡ ይምለስ። ኣብቲ ዝቕጽል ምሸት ዲያና ንኣስናት ክትረኽቦ ደልያ ደጊማ ትድውለሉ'ሞ ስልኩ ኣየልዕልን'ሎ። ንኽትሪኦ ዓቕሊ ክትገብር ስለ ዘይከኣለት እውን እናጎየት ናብቲ ሆስፒታል ትኸይድ። ኣብ ኦፕሬሽን ከም ዘሎ ተነጊሩዋ ንሰዓታት ኮፍ ኢላ ትጽበዮ እሞ ክወጽእ እንከሎ ተገሪሙ ይሪኣ። ሃስናት እውን ልእልቲ ንኡ ክትርኢ ብምምጽኣ ብጣዕሚ ተገሪሙ እቲ ኦፕሬሽን ምስ ወደኣ ክድውለላ ይሓስብ ከም ዝነበረ ይነግራ። ዲያና ካብቲ ሆስፒታል ክትወጽእ እንከላ ሓደ ጋዜጠኛ ኣፍደገ ጸኒሑ ፎቶ እናልዓለ እንታይ ክትገብር ናብኡ ከም ዝመጸት ይሓታ። ዲያና እውን ብጣዕሚ ትናደድ እሞ ስልኩ ተቐቢላ ናብ ሓላፊኡ ደዊላ፣ ናብ ሆስፒታል ዝመጸት ቤተሰብ ክትርኢ ከም ዝኾነትን ንኸይርብሻን ትነግሮ። ናብ መኪናኣ ተሰቒላ ንገዛኣ ክትከይድ እናተዳለየት ግን ዶክተር ሃስናት ይመጽእ እሞ እቲ ርክቦም ካብዚ ብርኪ እዚ ንላዕሊ ክቕጽሎ ከም ዘይክእል ይነግራ። ንስኺ ኣብ ዓለም ምሉእ እትፍለጢ ሰብ ኢኺ፣ ህይወተይ'ውን ምስ ናትኪ ተመሳሳሊ ክኸውን ኣይደልዮን ኢሉ ይቅርታ ይሓታ። እቲ ምሸት ንሱ ዲያና ችግር ከምዘይብሉን ሓሳዊ ከምዝተረደኣን ነጊራቶ ንገዛኣ ትምለስ። ንሃስናት ክትርስዖ ግን ኣይተዳለየትን ነይራ። ምኽንያቱ ብጽባሒቱ ንግሆ ዊግ ትገዝእ እሞ ጨጉራ ተሸፊና ካሊእ መሲላ ናብ ሃስናት ትኸይድ። ሃስናት እቲ ማዕጾ ከፊቱ ክሪኣ እንከሎ ምንም ኣየስተውዓላን። እንታይ ደሊኺ? መን ኢኺ? ኢሉ እናሓተታ ዲያና ምዃና ምስ ፈለጠ ብጣዕሚ ይግረም። ክንድዚ እናጸዓረት እምቢ ክብላ ስለዘይደለየ እውን ሃስናት ሒዝዋ ናብ ሓደ ሬስቶራንት ይኸድ እሞ ብሓደ ኮሚዲ ይሪኡ። ኣብቲ ዝቕጽል ንግሆ ዲያና ልዕሊ ማንም መዓልቲ ብጣዕሚ ተሓጒሳ ትትስእ። መጀመርያ ትገብሮ ነገር ተሃልዩ እውን ናብ ዶክተር ሃስናት ደዊላ እቲ ዘሕለፍዎ ምሸት ክትደግሞ ከም ትደሊ ትነግሮ። እቲ መዓልቲ እሱ ልእልቲ ዲያና ምስ ሓደ ፍሉጥ ጋዜጠኛ ኢንተርቪው እናገበረት ዶክተር ሃስናት ምስ ሃገሩ ብቴሌቪዥን ይሪኣ። ኣብቲ ዝቕጽል መዓልቲ ዲያና እቲ ኢንተርቪው እሱ ብምግባራ ፒተር ብጣዕሚ ይኹርየላ። እዚ ጉዳይ ከመይ ገይሩ ክማኸራ ከም ዝኽእል ስለ ዘይፈልጥ እውን ናይ መሰናበቲ ወረቐት ሂቡዋ ይኸይድ። ዲያና እቲ ኢንተርቪው ብዙሓት ሰባት ብሕማቕ መንገዲ ስለ ዝተቐበልዎ ብጣዕሚ'ያ ተገሪማ ምኽንያቱ እሳ ኮ ምዝገበረት ጽቡቕ ሓሲባ ጥራሕ'ያ ሓደ መዓልቲ ንዶክተር ኣስናት ኣብ ሓደ ሬስቶራንት ትረኽቦ'ሞ ድሕሪ እቲ ኢንተርቪው እንታይ ክትገብር ሓሲባ ከምኡ ከም ዝበለት ይሓታ ዲያና'ውን ምንም ዝሓሰበቶ ስትራቴጂ ከም ዘይብላን ኩሉ ዝገበረቶ ንቶም ናይ ንጉሳት ስድራቤት ሕነኣ ክትፈድየሎም ጥራይ ምዃኑ ተረድኦ ድሕሪኡ ብሓደ ናብ ናይ ዲያና ገዛ ይኸዱ እሞ ትጭው ተምሽዮም ብሓደ ይሓድሩ። ድሕሪ ዝተወሰነ ግዜ ዲያና ናብ ኣፍሪካ ከይዳ ብኤድስ ዝተጠቕዑ ሰባት ትርኢ። ድሕሪ እቲ ኢንተርቪው ሽማ ተባላሽዩ ስለ ዝነበረ ብዝሐሸ መንገዲ ክተዐርዮም ትሙኩር። ብዝሓለፈቶ ብዙሓት ጋዜጠኛታትን ፎቶግራፈራትን እዮም ዝኸዱ። ቅድሚ ሕጂ ብጣዕሚ ዋላ ትርበሽ ትንበር ዲያና ሕጂ ብጣዕሚ እዩ ደስ ኢልዋኔ። ኣብቲ ሰዓት ንሱ ኣስናት ደዊሉ እትገብረላ ነገር ጽቡቕ ምዃኑን ሽማ ካብ ምስትኽኻል ሓሊፋ ተፈላጥነታ ኑቶም ትኹረት ዝሰኣኑን ሓጋዚ ዘይብሎም ሰባት ትኹረት ንኽረኽቡ ንኽትጥቀመሉ የማኽራ። ዲያና እውን ተግባራ ሃስናት ዝኣክል እትፈትዮ ሰብ ስለ ዝደገፎ ብጣዕሚ ትሕጎስ። ናብ ለንደን ክትምለስ እንከላ እውን ደቒቓ ከየባኸነት ካብ ኤርፖርት ጎይያ ናብ ናይ ሃስናት ገዛ ትኸይድ። እቲ ምሸት ብሓደ ምስ ኣሕለፍዎ እቲ ዝቕጽል መዓልቲ እውን ሃስናት ኣብ ሆስፒታል ከይዱ ኦፕሬሽን ክገብር እንከሎ ዲያና ነርስ መሲላ ብጎኒ ኩሉ ነገር ተኸታተልቲ ምሸት ኣብቲ ከተማ እናተንቀሳቐሱ እንከለዉ፣ ሃሰን ንዲያና፣ መማኸሪኡ ሚስተር ቻን፣ ብጥይት ተወቒዑ ከም ዝሞተ ይነግራ። ዲያና'ውን ኣብ ቁርዓን ዝነበረ መጽናዕንዒ ቃል ገይራ ንሃሳን ክትምልሰሉ ከላ ብጣዕሚ ይድነቕ። ኣብቲ ዝቕጽል መዓልቲ፣ ዲያና ምስ ሽፎራ ናብ ናይ ሃስናት ቦታ ትኸይድ'ሞ፣ ናብ መኪናኣ ሰቒላቶ ጫፍ ናይቲ ቤት መንግስቲ ኢላ ትጽውዖ ቦታ ንኽተርእዮ ትኸይድ። ናብቲ ዝወለቶ ቦታ በጺሖም ኣብ ጫፍ ገደል ኮይኖም ናብ ባሕሪ ናጠመቱ፣ ዲያና ን ሃሳን ድሕሪ ዝተወሰኑ መዓልታት ሓገዝ ንዘድልዮም ሰባት ቅርሺ ንምትእኽኻብ ንሲድኒ ክትከይድ ምዃና ትነግሮ። ሃስናት እውን ብውሳነኣ ከም ዝተሓጎሰን ከም ዝድግፋን ይነግራ እሞ ናብ ለንደን ቅድሚ ምምላሶም እታ ዝነበረቶም ናይ ጽምዋ ሰዓት ብሓደ እናተጫወቱ የስተማቕርዋ። ድሕሪ ዝተወሰኑ መዓልታት ዲያና። ከምቲ ዝወለቶ ንሲድኒ ትኸይድ እሞ ሃሳን ኣብ እንግሊዝ ኣብ ጋዜጣ ገጹ ይርኢ። ብጎኑ ውን ናይ ልእልቲ ዲያና ልቢ ዝሰረቐ ዶክቶር ዝብል ተጻሒፍዎ። ድሕሪ እዚ ውን ሃሳን ብዝሓለፎ ናይ ትኹረት ማእከል ብምዃኑ ብጣዕሚ ይርበሽ። ካልእ ይትረፍ ኣብቲ ዝሰርሐሉ ሆስፒታል ውን ብሰላም ክሰርሕ ኣይከኣለን። በቲ ወገን ዲያና ሲድኒ ኮይና እቲ ዜና ትሰምዖ እሞ ሃስናት ናብ ንቡር ህይወቱ ንኽምለስ እቲ ዜና ክተበላሾ ከም ዘለዋ ትፈልጥ። ሃስናት ናብ ንቡር ህይወቱ ብሰላም ተመሊሱ ንኽነብር እውን ናብቶም ጋዜጠኛታት ትድውል እሞ ሃስናትን ናታን ርክብ ሓሶት ምዃኑን ሽማ ንኸየበላሹን ትነግሮም። እቶም ጋዜጠኛታት እውን ዲያና ምስ ሃሳን ርክብ ኣለዋ ዝበሃል ወግዒ ሓሶት ምዃኑን ባዕላ ከም ዝተዛረበቶምን ጋዜጣ ይጽሕፉ። ሃስናት እዚ ምስ ረኣየ ንዕኡ ክትከላኸል ኢላ ዝገበረቶ ነገር ምዃኑ ከይፈለጠ ብጣዕሚ ይናደድ። እቲ ምሸት ንሱ፣ ዲያና፣ ናብ ናይ ኣስናት ገዛ ትመጽእ እሞ፣ ጋዜጠኛታት ብዛዕባኡን ብዛዕባኣን ምዝራብ ከም ዘየቋርጹ ይካትዑ። ኣስናት እውን ተናዲዱ፣ ብዝሓለፍክዎ ደኳትርን ዘይፈልጦም ሰባትን ብዝባና ይስሕቑኒ ኣለዉ። ካብኡ ሓሊፍካ ኣነ ምሳኺ ክነብር ኣይክእልን፣ ምኽንያቱ ኣነ ናይ መጥባሕቲ በዓል ሞያ እየ። ካሜራ ዝሓዙ ሰባት ብዝሓለፍዎ እናተወተፉኒ እውን ስርሐይ ብሰላም ክሰርሕ ኣይክእልን ኢሉ ንዲያና የረድኣ። ዲያና እውን ብቓላቱ ብጣዕሚ ተጎዲኣ ካብቲ ገዛ እናጎየየት ትወጽእ እሞ እናበኸየት፣ ብናይ ለንደን ጽርግያታት ንገዛኣ ትምለስ። ኣብ ሓደ መናፈሻ ኮፍ ኢላ ናይ ሓዘን ንብዓት በዒንታ እናወረደ እንከሎ ኡና ንኽተጽናዕንዓ ትመጽእ። ኣብቲ ዝቕጽል ንግሆ ዲያና ንሃስናት ደጋጊማ ክትድውለሉ እንከላ ክሰርሐላ ኣይከኣለን። ንሳ ምዃና ንኸይፈልጣ እውን ዝተፈላለዩ ድምጽታት እናቐያየረት ክትዛረብ ትሙክር። ሃስናት ግን ዲያና ምዃና ብዝፈለጠ ቁጽሪ እቲ ስልኪ ካብ ምዕጻይ ጋእ ኣይብልን። ዓቕሊ ክትገብር ስለ ዘይከኣለት ዲያና ንገዝኡ ትኸይድ እሞ ኣብኡ ኣይጸንሓን። ንሱ ዘይምህላዩ ከም ዕድል ተጠቒማ እውን እቲ ተገላዊጡን ረሲሑን ዝነበረ ገዝኡ ብደንቢ ጌራ ተላዕሎን ተጽርዮን። ምሸት ሃሳን ንገዝኡ ክመጽእ እንከሎ ንድያና ኣመና ክጭክነላ ስለ ዘይከኣለ ይቕረ ይብላ'ሞ ብሓደ ምስታይን ምጭዋትን ይጅምሩ። ይቕረ ኢልዋ እቲ ምሸት ብሓደ ምስ ኣሕለፍዎ ድያና ንሃስናት ናብ ፓኪስታን ከይዳ ንወለዱ ንኽትምርዖዮ ፍቓድ ከም ትሓቶም ትነግሮ። ኣስናት እውን እቲ ሓሳብ ብጣዕሚ ክም ዝፈትዮ ይነግራ እሞ ዲያና በይና ክትከይድ ከም ትደሊ ትነግሮ። ዲያና ኣብ ፓኪስታን በጺሓ ምስ ሙሉእ እቶም ስድራቤት ብጽቡቕ ትራኸብ ብጀካ ምስ ህዲኡ። ምኽንያቱ ወዲኡ ንሃስናት እንግሊዝ ንሂንዲ ኣብ ትወረሉ ዝነበረት ሰዓት እያ ዓብያ። ኣብቲ ሰዓት እውን ኣዲኡ ንሃስናት ንዲያና እንግሊዛውያን ክወሩ እንከለዉ መላይን ፓኪስታናውያንን ሂንዳውያንን ከም ዝቐተሉ ትነግራ። ዲያና ደጋጊማዋላ ይቅርታ ትሕተታ፣ ኣዲኡ ንሃስናት ክትርስዕ ኮነ ይቕረ ክትብል ከም ዘይትኽእል ትነግራ። ከምኡ ኢሉ እንከሎ ግን ካልኦት ኣባላት ስድራቤት ብጣዕሚ እዮም ፈትዮምዋ። ብፍላይ ከዓ እነንበይትኡ ንሃስናት። ድሕሪ ዝተወሰነ ግዘ ዲያና ንለንደን ትምለስ እሞ ንሃስናት ረኺባ ኣብ ዓዱ ዝገጠምዋ ኩሉ ነገራት ትነግሮ። ጸኒሓ ዲያና ንሃስናት ከም ዘይርበሹ ናብ ካሊእ ጽምዋ ዘለዎ ዓዲ ከይዶም ንክነብሩ ትሓቶ። ሃስናት ግን ስርሑን ህይወቱን ብሓደ ጊዘ ንዓኣ ኢሉ ንክገድፎ ኣይተዳለየን። ድሕሪ ዝተወሰኑ መዓልታት ዲያና ናብ ሓደ ብዙሓት ዓበይቲ ሰባት ዝርከብሉ ምድላው ትኸይድ። ኣብቲ ምድላው እውን ዶክተር ኣኩይንቴንስ ዝበሃል ዓብዪ ዶክተር ትረክብ እሞ ኣብ ካሊእ ዓዲ ንሃስናት ናይ ዶክተር ስራሕ ክረኽበሉ ይኽእል ተኾይኑ ትሓቶ። ካብኡ ቀጺላ ውን ሓንቲ ትፎትያ ክዳን ብፍርቂ ሚልዮን ኤድስ ንዝሓመሙ ሰባት መሐከሚ ክትከውን ትሸጣ። ካብቲ ምድላው ምስ ደቃ ናብ ሌንደን ክትምለስ እንከላ ጊዘ ከይባኸነት እናጎየየት ናብ ናይ ኣስናት ገዛ ትኸይድ። ኣስናት ግን ብጣዕሚ እዩ ተረቢሹ ጸኒሕዋ። ምኽንያቱ ኣብ ቦስተን ዶክተር ኮይኑ ክሰርሕ ዝኽእለሉ ቦታ ከም ዝተረኸበሉ ዝነግር፣ ደብዳቤ ተላኢኽዎ ነይሩ። ሃስናት ግን ናብቲ ቦታ እሱ ስራሕ ክሓትት ስለ ዘየስታወሰ ድያና ዝገበሮቶ ነገር ምዃኑ ፈሊጡ ብጣዕሚ ይናደድ። ድያና እውን ክልቲኦም ብሓደ ክኾኑሉ ዝኽእሉ መንገዲ ትእልሽ ከም ዝነበረ ተረዲኣ ይቅርታ ትሓቶ። ሃስናት እውን ተናዲዱ ከመይ ኢልና ብሓደ ክንነብር ህይወተይ ብምልኡ ክትቆፃፀርዮ እናሞከርኪ ኢሉ ንድያና ይሓታ። ድያና እውን እንከይመለሰህሉ ኮርያ ካብ ገዝኡ ትወፅእ። ግን ድያና ገዝኣ ምስ ኣተየት፣ እንከይ ዶንገ ሃስናት ስዒብዋ ይመጽእ እሞ፣ ዓው ኢሉ ስለ ዝተዛረበን ኣመና ስለ ዝዀረየን ይቅርታ ሓቲቱ ብዘይካኣ ክነብር ከም ዘይኽእል ንድያና ይናዘዘላ። ኣብቲ ዝቕጽል መዓልቲ፣ ሃስናት ነኩኡ ለንደን ረኺቡ ስድርኡ ብዛዕባ ድያና እንታይ ከም ዝሓስቡ ይሓቶ። ኣኩኡ'ውን ምሉኦም'ቶ ስድራ ቤት ንድያና ብጣዕሚ ከም ዝፈተዩዋን ኣዲኡ ግን ዝተፋትሐት ክርስትያናዊት ሰበይቲ ክምርዖ ከም ዘይትፈቕደሉ ይነግሮ። ሃስናት ንዓኣ ንኽምርዖ ዘይገብሮ ነገር ከም ዘየሎ ምስ ነገሮ ኣኩኡ፣ ከም ዲያና ዝበለት ጓል ብምርካብካ ብጣዕሚ ዝተባረኽካ ወዲ ኢኻ ግን ንዓኣ ምስ ተመርዖኻ ኣብ ህይወትካ ነጻነት ኣይክህልየካን ኢሉ የጠንቅቖ። ኣብቲ ዝቕጽል መዓልቲ ዲያና ንለንደን ዝምለሱ ነበሩ ደቃ ተሰናቢታ ንኣስናት ክትረክብ ናብ ሓደ መናፈሻ ትኸይድ። ክልቲኦም ኣብቲ መናፈሻ እናተንቀሳቐሱ ብዛዕባ መጻኢኦም ምውጋዕ ምስ ጀመሩ ኣስናት ክንድኡ ርግጸኛ ከም ዘይኮነ ይነግራ። ዲያና እውን ኣዴኻ ስለ ዘይትፈቕደልካ ድዩ እዚ ኹሉ ትጠራጠር ኣለኻ ኢላ ንኣስናት ትሓቶ። ኣስናት እውን ክልቲኦም ብሰላም ክነብሩሉ ዝኽእሉ ህይወት ክፍጠር ከም ዘይኽእል ይነግራ እሞ ዲያና ኣስናት እውን ካብቶም ተሞሪዓ ዝተፋትሐቶም ልኡላት ከም ዘይሐይሽ ትነግሮ። ርክቦም ከም ዝተቋረጸን ደጊማ ክትሪኦ ከም ዘይደልን ነጊራቶ እውን እናበኸየት ንገዝኣ ትምለስ። ሓዘና ንምርሳዕ እውን በዒንታ ንብዓት እናወረደ ፒያኖ ትጫወት። እቶም ዝቕጽሉ መዓልታት ዲያና ኣስናት ንምርሳዕ ዝተኽኣላ ኩሉ ትገብር። ምግቢ ምድላው፣ ፒያኖ ምጭዋትን ምስ መሓዙታ ናብ ክለብ ምኻድን። ካሊእ ይትረፍ እቶም ጋዜጠኛታት እንተረስዑኒ ኢላ ከም ትኸይድ ነጊራቶም ናብ ማእኸል ዕዳጋ ትወፅእ። ድሕሪ ዝተወሰነ ግዘ እውን ዲያና ዶዲ ዝተብሃለ ወዲ ሃፍታም ግብፃዊ ሰብኣይ ትፋለጥ። ምስ ዶዲ ልዕሊ መጠን ተቐራሪቦም ብጣዕሚ ብዙሕ ግዘ ዋላ ብሓደ የሕልፉ ደኣ እምበር ንሃስናት ከም ዘይረስዐቶ ግልፂ እዩ። ምኽንያቱ እዚ ኹሉ ትገብር ዘላ ንሃስናት ክተቕንእ እዩ። ምስ ዶዲ ኣብ ጃልባ እናተዘናገዐት እንከላ ንሓደ ጋዜጠኛ ፎቶ ንኸልዕላ ቅርሺ ትኸፍሎ ምእንቲ ሃስናት ኣብ ጋዜጣ ክሪኦ እሞ ክቐንእን መሊሱ ንኸፍቅራን። ድሕሪ ዝተወሰኑ መዓልታት፣ ዲያና ንለንደን ትምለስ እሞ ንሃስናት ደዊላ ክትዛረቦ ትሙክር። ሃስናት ግን ሕጂ'ውን ስልካ ከልዕላ ፍቓደኛ ኣይነበረን። መልእኽቲ ገዲፋ እቲ ስልኪ ትዓጽዮ እሞ ብድሕሪ ደቓይቕ መሊሱ ክድወለላ እንከሎ ሃስናት መሲልዋ ብጣዕሚ ትሕጎስ። ዝደወለላ ግን ዶዱ ኮይኑ ንዝተወሰኑ መዓልታት ብሓደ ንኽጸንሑ እዩ። ዲያና እውን ንኣስናት ከቕንኦ ምዃኑ ፈሊጣ ምስ ዶዲ ዝተወሰኑ መዓልታት ክተሕልፍ ፍቓደኛ ትኸውን። ግን ሕጂ እውን ነቲ ፎቶ ዘልዕላ ጋዜጠኛ ጽቡቓት ፎቶታት ከም ዘልዓለ ብስልኪ እናደወለት ኩሉ ግዜኣ ተረጋግጽ። ድሕሪ ዝተወሰኑ መዓልታት ዲያና ምስ ዶዱ ናብ ፓሪስ ትኸይድ። ኣስናት ድማ ኣብ ለንደን ዲያና ዝገደፈሉ መልእኽትታት ብስልኩ እናሰምዐ ይጸንሕ። ኣስናት እውን ሓዚኑ ሽጋራ እናሰተየ ዲያና ክትረኽቦ ከም ትደልን ብደንቢ ክተዛርቦ ከም ዝደለየትን እናተዛረበቶ ዝገደፈህሉ መልእኽቲ ይሰምዕ። ድሕሪ ጊዘ ግን እቲ ምስሊ ይቕየር እሞ ናብቲ መጀመርያ ንሪኦ ነበርና ምስሊ ንምለስ። ዲያና ምስ ዶድን ካልኦት ቦዲጋርድታትን ካብ ክፍላ ወጺኣ ኣብቲ ሆቴል ናብ ለፍቲ እናኸደት። ካብዚ ንደሓር ዝተፈጠረ ነገር እንድሕር ሃልዩ ዲያና ናብ ሆቴላ እናተመለሰት ኣብ ዘይተጸበየቶ ሓደጋ መኪና ህይወታ ሓሊፉ። ኣስናት እቲ ምሸት ንሱ ካብ ድቃሱ ክልቲኤን ስልኩ እናጸወዓ የተስኦኦ። ከልዕሎ እንከሎ እውን እቲ መሪርን ዘሕዝንን ዜና ይንገሮ። ድሕሪ ዝተወሰኑ መዓልታት ኣስናት ናብ ናይ ዲያና ኣፍደገ ገዛ ከይዱ ፍየሪ ይቕምጠላ። ምስቲ ፍየሪ እውን ኣብቲ ዝተማኸሩሉ ቦታ ከም ዝራኸቡ ቃል ዝኣተየላ ፅሑፍ ይገድፍ። ፊልምና እውን ከምዚ ኢሉ ይውዳእ። ፈቲኹምዎ ትኮኑ ተስፋ ይገብር። ሓሳብ ሪኢክቶኹምዎ ኮመንት ምግዳፍ፣ ንቻናልና ሓደሽቲ ኮይንኩም ሳብስክራይብ፣ እዚ ቪድዮ ድማ ላይክ ኢልኩም ምሕላፍ ከይትርስዑ። ደጊምና ክሳብ ንራኸብ ሰናይ ፃንሒት።